ኣብ መወከሲ ሆስፒታል ብርሃን ዓይኒ ምስ ጉጅለ ሓኻይም ሂማልያ ካታራክት ፕሮጀክት ብምትሕብባር ካብ ሰለስተ መስከረም ጀሚሩ መጥባሕቲ ሓበላ ዓይኒ ይካየድ ኣሎ። በዚ ንሰሙን ዝቕጽል መደብ ንኣስታት ሓደ ሽሕ ዜጋታት መጥባሕቲ ክካየድ ውጥን ከምዘሎ ዝሓበረ ሜዲካል ዳይረክተር መወከሲ ሆስፒታል ብርሃን ዓይኒ ዶክተር ካሕሳይ ፍስሃጽዮን፣ ብተወሳኺ ኣብ ኤርትራ ንመጀመርያ ግዜ ናይ ኮርንያ፣ መስትያት ዓይኒ፣ ምስግጋር ከም ዝካየድ ገሊጹ። እቶም ሓካይም ካብ በበይኑ ሃገራት ዝተዋጽኡ እዮም። ሕጂ ኣባና ክመጹ ከለዉ ንሕና ውን ንሕውስ ኢና። ሓካይምና፣ ነርስታትና ኩሉ ኣባልና ብምሉኡ ዝሳተፈሉ ዘሎ እዩ። እዚ ንሓደ ሰሙን ዝካየድ እዩ። ኣብዚ ውሽጢ ሓደ ሰሙን ሓደ ሽሕ ካታራክት ሽሕ የዒንቲ ክጥብሓ እየን። ብዘይካ ካታራክት ከኣ ካልእ ናይ ኮርንያ፣ መስትያት ዓይኒ፣ ትራንስፕላንት ንመጀመርያ ግዜ ኣብ ኤርትራ ዝካየድ ዘሎ መጥባሕቲ የካይዱ ኣለዉ። እዚ ንመጀመርያ ግዜ እዩ። ጎኒ ጎኒ እዚ ኣብ መንጎ ኣባላት መወከሲ ሆስፒታል ብርሃን ዓይንን እቶም ወጻእተኛታት ክኢላታት ሕክምና ዓይንን ተሞክሮን ፍልጠትን ናይ ምልውዋጥ መደብ ከምዘሎ ብተወሳኺ ሓቢሩ። ዓሰርተ ክልተ ኣባላት ንዝርከቦም ጉጅለ ሓኻይም ሂማላያ ካታራክት ፕሮጀክት ጠርኒፉ ዝመጸ ኣባል ቦርድ ዳይረክተራት ዶክተር መንግስ ባይሩ፣ እቲ ጉጅለ ኣብ ክልተ ሽሕን ዓሰርተ ትሽዓተን ንመጀመርያ ግዜ ኣብ ኤርትራ ንልዕሊ ሽሕን ኣርባዕተ ሚእትን ዜጋታት መጥባሕቲ ከምዘካየደ ጠቒሱ፣ ኣብዚ ናይ ሕጂ ብሓፈሻ ንኣስታት ሓደ ሽሕ ንሓያብላ ንልዕሊ ዕስራ ድማ ናይ ኮርነያ ምስግጋር መጥባሕቲ ከም ዘካይዱ ኣብሪሁ። ከም ኣባል መጠን ከኣ ከም ኤርትራዊ መጠን ከኣ ምስኣታቶም ተዛራሪብናን ኣቢልናን መጀመርያ ግዜ ቅድሚ ሰለስተ ዓመት መጺና ኔርና ኣርባዕተ ዓመት ማለት እዩ ሓደ ሽሕን ኣርባዕተ ሚእትን ሽሕን ሓሙሽተ ሚእትን መጥባሕትታት ጌርና እዚ ከኣ ቀጻልነት ናቱ ዝያዳ ንክንገብር ከኣ መጺእና ኣለና። ስጋዕ ቀዳም ገለ ኣለና ኣብዚ ሓደ ሽሕን ክልተ ሚእትን ገጽናስ ንገብር ንኸውን ኢና። ሓደ ሽሕ ዝኸውን ተመዝጊቦም ኣለዉ። ዝያዳ ተኾነ ከኣ ወላ ሓንቲ ጸገም የለን። ሰዓታታ ንውሕ ኣቢልና ዊን ከኣ መዓልቲ ውስኽ ኣቢልና ከኣ ክንውድኦ ኢና ነዚ ተባሂሉ ዘሎ። እዚ ናይ ኮርንያ ትራንስፕላንት እወ ኣብ እንታይ ድዩ መስለካ ኣብ ምሉእ ዓለም ብብዝሒ እዩ ዘድሊ ግን ዋሕዲ ናይ ኮርንያ ስለ ዘሎ ከምቲ ዝግብኦ ኣይግበርን። ኣብ ኤርትራ ከኣ እዚ ንፈለማይ ግዜ ዝግበር ዘሎ እዩ። እቲ ዕላማ ሕጂ ንሕና ጌርና ንምክያድ ዘይኮነሲ ከመይ ጌርካ እቲ ቴክኖሎጂ ድዩ ዋላ እቲ ኖለጅ እቲ ፍልጠት ትራንስፈር ትገብሮ ናዞም መንእሰያትና ማለት እዩ። ዶክተር መንግስ ኣስዒቡ ንዋታዊ ሓገዝ ንዝገበርሎም ኤርትራውያን ነበርቲ ሰሜን ኣሜሪካ ኣመስጊኑ። ቅድሚ ሕጂ ምሽ ጌርና ኔርና ኣብ ደገ ዘለዉ ኤርትራውያን ብጣዕሚ ተመሲጦም እንታይ ኣሎ ኩሉ ግዜስ ዓሰርተ ግዜ እዮም ዝሓቱኒ እንታይ ክንገብር እንታይ ክንካፈል እዚ ከም ንገብር ስለ ንፈልጥ ስለ ዝነበርና እሞ ከኣ ንዋታዊ ሓገዝ የድልን ስለ ዝነበረ ጎስጓስ ጀሚርና ኔርና ቅድሚ ሰለስተ ዓመት እዚ ዘይበሃል ኤርትራዊ ገንዘብ ኣዋጺኡ ብዙሕ ገንዘብ ኣዋፂኡ ሕጂ እዚ ዝግበር ዘሎሲ በቲ ደገ ዘሎ ኤርትራዊ ተሳታፍነት እዩ እሞ ነቶም ኩሎም ኣብ ደገ ዘለኹም ኤርትራውያን ኣሕዋት ምስጋና የቕርብ። ኣብቲ መጥባሕቲ ካብ ዝሳተፉ ዘለዉ ኣባላት ጉጅለ ሓኻይም ሂማላያ ካታራክት ፕሮጀክት ዶክተር ማት ኦሊቫ ብወገኑ ኣብ ኤርትራ መጥባሕቲ ምስግጋር ኮርንያ ምጅማሩ ዝተሰምዖ ሓጎስ ብምግላጽ፣ እዚ ነቲ ኣብ መጻኢ ምስ ምዕባይ ዓቕሚ ክካየድ ዝሕለም መደብ መንጥር ባይታ ከምዝኸውን ሓቢሩ።